ሰላም ጥዕና ሃበልና ከመይ ኣለኹም ክቡራትን ክቡራንን እዚ ራራ ሚድያ እዩ ተፈታዊ ሚድያኹም ራራ ዜናን ትንታነ ውሽጢ ዓድን ወፃእን ብዝተፈላለየ ቅርፅን ትሕዝቶን ጀሚሩ ኣሎ ልሙድ ምክትታልኩምን ደገፋትኩምን ኣይፈለየና ንብል ራራ ሚድያ ጥበብ ይመርሕ! ኣዘራርባ ቃል ምልልስ ምግበይ ሃይለ ብሓደ ገፅ ህልው ዓቕምን ቁመናን ትግራይ ዘመላኽት እዩ፣ ብኻሊእ ገፅ ድማ ትኽክለኛ መልክዕ ትግራይ ብምኽዋል ህዝቢ ኣታሊልካ ናብ ሓደጋ ዘእቱ እዩ ብዝብል መካትዓይነቱ ቐፂሉ ኣሎ። ገምጋም ገለ ኣካላት ሒዝናሉ ኣለና። ኲናት ትግራይ ንምትራፍ ሒዘዮ ዝተበገስኩ ዕማም ብኒ ጀነራል ፃድቃን በርቲዑ ንዝበለ ጀነራል ቃል ዘረበኡ ክንርኢ ኢና። ጉዳይ ፅምዶ ጉዳይ መረብ ምዃኑ ተሪፉ ጉዳይ ኣዳራሻት መቐለ ናብ ምዃን ልዑል ብርኪ ተስጋጊሩ ኣሎ። ሓይለ ኣወል ስዒድ፣ ስቕታ ኢሳያስ ኣፈወርቅን ናይ ገለ ልሂቃን ትግራይን ኣፍቁረተ ጽምዶን ክንፍትሽ ኢና፣ ክትከታተሉና ንዕድም። ሓሚሙባ ሞይቱባ ብዝብል ኣብ ደምበ እቲ ነዚ ናይ ህወሓት መሪሕነት ዝቃወም ሓይሊ ደሚቑ ዝቐነየ ወረ ዝሑልማይ ዝደፍአ እቲ ቃለ ምልልስ ጀነራል ምግበይ ሃይለ ልዕሊ ብህይወት ምህላዉ ዝኸውን ዳታን መረዳእታን ሒዙ መጺኡ ኣሎ። ነቶም ብኽብርቲ ህይወቱ መጺኦም ዜናን መደብን እናሰርሑ ዝቐነዩ ወገናት ነውሪ እዩ ከምኡ ኣይብሃልን ዞም ሓተይ ኢሉ ብምምዓድ ዝጅምር ቃል ምግበ ኣብ ውልቃዊ ህይወቱ፣ ናይ ገድሊ ታሪኹን እዚ ትግራይን ሰራዊተ ትግራይን ዘለውዎ ህሉው ኩነታትን ዘድሀቦ ጀንዳታት መግለጺ ሂቡ ኣሎ። ምስ መዓድናትን ርክብ ሻዕብያን ኣመልኪቱ ኣብ ዝቐረበሉ ሕቶ መዓድን ባዕሉ እቲ ስም እውን ኣይርደእንን ዘድምጽ ቃል ዝሃበ ኮይኑ ብዛዕባ እቲ መሬት ትግራይ ብኬሚካል ዝሓጸበ ሕማቕ ተርእዮ ኣመልኪቱ ኣነ ካብ ደሙ ንጹህ እየ እንትብል እዩ ዝተዛረበ። ምስ ሻዕብያ ኹን ፋኖ ዝግበር ርክብ ኣነ ኣይዕማመይን እውን ኢሉ። ናብ ኣዲስ ኣበባ ብዛዕባ ዝኸዱ ናይ ቀደም ብፆቱ ፍቱሓት፣ ሓሰውቲ፣ ሰነፋት ወዘተ እንትብሎም እውን ተደሚፁ። ኣብዚ ጉዳይ ዘድሂብና ርኢቶ ገለ ልሂቃን ንምርኣይ ፈቲንና ነይርና። ንሎሚ ውሳነ ሰራዊት ጥሪ ዓሰርተ ሓሙሽተ ዘይተቐበሉ ኣብ ትግራይ ለውጢ ክመፅእ ዝቃለሱ ዮሴፍ በርሀን ኣሉላ ሰሎሞንን ብዛዕባ ቃለ ምልልስ ምግበይ ሃይለ ዝበልዎ ክንነግረኩም። ኣፍቲ ሓሶትን ሸቐጥን መሪሕነት ኣይኸውንን። ዝብል ርእሲ ዘለዎ ጽሑፍ ዮሴፍ፣ ኣነ ኣባል ብርጋዴል ጀነራል ምግበ ዝመርሖ ግንባር ምዕራብ እየ ነይረ። ኣብ ጻንሒተይ ካብ ዝተረዳእኩዎ፣ ብርጋዴል ጀነራል ምግበይ ጽቡቕ መለዓዓሊ ህዝቢ ካድረ እምበይ፣ ዝተዋጽኣሉ ኣዛዚ ሰራዊት እዩ ዝብል ገምጋም የብለይን። እዚ እንትብል ነታ በታ ዘላ ዓቕሙ ብውፉይነት ምቅላሱ እናኽበርኩ እየ። ብምባል ምስክርነቱ የቐምጥ እሞ፣ ናይ ሎሚ ዘረብኡ እውን እቲ ልሙድ ኣብ መሬት ዘየለ ነገር ብሕራነ ተዛሪብካ እናፈጠርካ፣ ብፍላይ ከኣ መንእሰይ ክታለልን ተኣኪቡ ብእቶ በሎ ብድሑር ናይ ውግእ ስልቲ ምስ ሓጻዊንን ቴክኖሎጂን ገጢሙ ክረግፍን ክትገብር ካብ ምድላይ ዝሓለፈ ቁምነገር ኣይረኣኹሉን ብምባል ገምጋሙ ኣስፊሩ። ዮሴፍ እንትቕጽል፣ ብርጋዴር ጀነራል ምግበ፣ እቲ ናይ ህዝቢ ትግራይ ሰራዊት'ዩ ዝብሎ ዘሎ፣ ነቲ ኣብ ትሕቲ ብዕላዊ መግለጺ ናይ ሓደ ጉጅለ ህወሓት'የ ዝበለ ኮርን ልዕሊ ኮርን ዝተረፈ ዕጡቕ ሓይሊ እዩ። ብቑጽሪ'ኸ ክንደይ'ዩ ኣብ ትሕቲኦም ተሪፉ ዘሎ ዝብል ዝፍለጥ'ዩ። እቶም ካልኦት ንፈኸራ ዘልዓሎም ነጥብታት እውን ኣብ መሬት ዘለዉ ሓቅታት ኣይኮኑን ክብል ነጺጉ። ህዝብን መንእሰይን ክተታልል ካብ ሕክምና ናብ ሚድያ ክንድዚ ምህጻጽ ዘድለይ እይመስለንን ብምባል እውን እቲ ኣዛዚ ኣብ ሕክምና ምንባሩ ብወዝቢ ጠቒሱ ናብ መናእሰይ ኣብ ዘቕንዐ መልእኽቲ ዮሴፍ ድማ መንእሰይ ትግራይ መምህርን ኣይኽላእኻ መምህርን ኣይግበርካ እዩ እሞ ቀዲሞም ነዚኣቶም ዝኣመኑ ኣሕዋትና ዘይምዕዳል ኮይኑ መምህር ኾይኖም እዮም ብዕድል ዝተረፍና ኻዓ ብበዓል ምግበ ከይትታለል ካባና ተምሃር ንብለካ ኣለና ብምባል ነቲ መንእሰይ ዓድኻ ገዲፍካ ኣይትኺድ ዝብል መልእኽቲ ምግበይ ተቓዊሙ እንትቕጽል፣ ንዓድኻን ህዝብኻን መስዋእቲ ምኽፋል ክብሪ እዩ፣ ሓደ ንህዝብኻ በታቲኑ ዘጥፈኣን ዝተረፉ ኸኣ ክሳዶም ረጊጹ ክገዝእን ዓሌታዊ ጉጅለ ኣብ ዝባንካ ንኽነብር ከንቱ ሞት ምሟት ግን ደመ ከልቢ እዩ፣ ንዓድኻን ህዝብኻን መስዋእቲ ንምኽፋል ድልዊ እንተኾይንካ እዚ ዓድኻን ህዝብኻን ዘጥፍእ ዘሎ ዓሌታዊ ጉጅለ ካብ ዝባን ህዝቢ ንምእላይ ተቓለስ፣ ከምቲ ኣብ TPF ዘለዉ ጅጋኑ ኣሕዋትካ ዝገብርዎ ዘለዉ። እዚ ጉጅለ ምስ ተኣለየን ኩሎም ዓቕምታት ትግራይ ምስ ተኣከቡን ኩሉ ብሰላማዊ መንገዲ ክሳኻዕ እዩ እንትብል ፖለቲካዊ መልእኽቲ ኣሕሊፉ። ዝመረፅናዮ ቃል ኣሉላ ሰለሞን ምግበይ ሰሪቑ እዩ ዝብል መርትዖ የምፅእ ብዝብል ዝግለፅ ኮይኑ ዝተፈላለዩ ሓሳባት ሒዙ ኣሎ። ምልሻ ሚድያ ብልፅግና ንምግበይ ሃይለ ብፎቶሾብ ምስሉ ብምስናዕ ኣብ ሆስፒታል ኣደቂሶም ብፅኑዕ ሓሚሙ ክብሉ ወረ ፈንዮም ቀንዮም ብምባል ነቲ ንሰብ ሕማቕ ብምምናይ ፖለቲካ ዝሰርሐ ዝመስሎ ሓይሊ ምስ ወቐዐ ደገፍቱ ንምግበይ ተጨኒቕና ደሓን ከም ዘሎ ክንኣምን በይዛኹም ኣብ ሚድያ ኣቕሪብኩም ኣርእዩና ክብሉ ንጋዜጠኛታት ውድብ ተማሕጺኖም እዮም ኣምጺኦሞ ዘድምጽ ቃል ኣስፊሩ ኣሎ። ምግበይ ድማ ኣለኹ ብጥዑየይ ንምባል ኣብ ሚድያ ቀሪቡ ድማ ይብል እታ መልእኽቲ እዚኣ እያ ተወዲኣ ድማ በለ ኣሉላ ሰሎሞን። ወርቂ ዝምልከት ይብል ኣሉላ ወርቂ ዝምልከት ሰሪቑ ብዝብል ኣብ ልዕሊ ምግበይ ብዙሕ ዘረባ ይቐርብ እዩ። ብመርትዖ ተሰንዩ ብምርመራ ክሳብ ዘይቀረበ ንዓይ ሕሜት፣ ጸለመን ሽም ምጥፋእን እዩ ክብል ገሊጹ። ብርግጽ ኣብቲ ንሱ ዝመርሖ ግንባር ምዕራብ ኣብ ልዕሊ ህዝቢ ሽረ ሓደገኛ ከሚካል ተደፊኡ ወራል መዓድን ወርቂ እንትፍጸም ደው ብዘይምባሉ ግን ምግበይ ተሓታቲ እዩ ክብል ድማ ሓቢሩ። ጉዳይ ጽምዶ ጉዳይ መረብ ምዃኑ ተሪፉ ጉዳይ ኣዳራሻት መቐለ ናብ ምዃን ልዑል ብርኪ ተሰጋጊሩ ኣሎ። ምጽማድ ዝሓቶ ጠለብ ናይ ምፍጻም ዓቕምን ተኽእሎን ስለ ዘለና ኢና ጽምዶ ንሓስብን ነተግብርን ዘለና ክብል ምክትል ኣዛዚ ግንባር ምዕራብ ተጋዳላይ ነጋሽ ሕሉፍ ገሊጹ። ካብ መስረትቲ TDF ሓደ ዝኾነ ተጋዳላይ ነጋሽ ሕሉፍ፣ ህዝቢ ትግራይን ብደሙ ዝሃነፆ ቲዲኤፍን ኣብዚ ቐርኒ ኣፍሪካ ብራንድ እዮም ምስ በለ፣ ተጋዳላይ ትግራይ ልክዕ ከም ህዝቢ ትግራይ ንናይ ኲናት ሎጂክ ዝሰዓር ሓይሊ እዩ ክብል ገሊፁ። ኣብቲ ኣድላይነት፣ ኣገዳስነትን እዋናውነትን ፅምዶ ዘዝቲ መድረኽ ዝተረኸበ ተጋዳላይ ነጋሽ፣ ዘይንምጥን እንተንኾን ነይርና ምሳና ክፅመድ ዝደሊ ሓይሊ ኣይምነበረን ክብል ተዛሪቡ። ካብ እዋን ናብ እዋን እናዓበየ፣ ካብ ፅዋ ተራ ተዋሳእን ኣክቲቪስታትን ናብ ፖለቲካውን ወታደራውን መራሕቲ እናዓበየ ዝኸደ ፅምዶ ዝተብሃለ ምንቅስቓስ፣ ዋላ እኳ ብወገን ላዕለዎት መራሕቲ ሃገረ ኤርትራ ክሳብ ሕዚ ብዛዕባ እዚ ጉዳይ ዝተብሃለ ነገር እንተዘይሃለወ፣ ብወገን ትግራይ ግን ቅሉዕ ናይ ኣዳራሻት ኣጀንዳ ምዃኑ ቀፂሉ ኣሎ። ኲናት ትግራይ ንምትራፍ ሒዘዮ ዝተበገስኩ ዕማም ብኒ ጀነራል ፃድቃን ገብረትንሳኤ እዩ ፈሪሱ እንክብል ኣባል እቲ ኣብ እዋን ፅንታ ትግራይ ኣብ ትግራይ ዝነበረ ግዝያዊ ምምሕዳር ዝነበረ ጀነራል ዮሃንስ ገብረመስቀል ገሊፁ። ክልተ ዓመት ምሉእ ዝተኻየደ ኲናት ወለዶታት ምብልዑ ብምዝኽኻር ኣቐዲሙ ዝተሰርሐ ፕሮፖጋንዳ እዩ፣ ናብ ኲናት ኣእትዩና ብምባል ቅድሚ እቲ ዂናት ነቲ ዂናት ንምትራፍ ተንቀሳቒሰ ነይረ ብምባል ተዛሪቡ። ሓሳበይ ዘበላሸወለይ ወይ ኣቦርት ዝገበረለይ ጀነራል ፃድቃን እዩ ክብል እውን ተዛሪቡ። እቲ ጀነራል ብዛዕባ እቲ ኣብ ትግራይ ዝተፈፀመ ከቢድ ፅንተትን ፈፀምቱን ብዝርዝር ኣብ ዘየብረሀሉ ቃለ ምልልስ ሕዚ ኣብ ትግራይ ዘለዉ ጀነራላት ብምልዕዓል ኲናት ከሲሱ ኣብ ቃሉ ኣደብ ክሕዙ ከምዝግባእ እውን ተዛሪቡ። እዚኦም ኣብ ጎኒ ህዝቢ ትግራይ ደው ኢሎም ህዝቢ ካብ ሙሉእ ፅንታ ዘድሐኑ ጀጋኑ ተጋደልቲ ምስ ሻዕብያ ርክብ ኣለዎም ብዝብል ሓሪቑ እንትዛረብ ዝስማዕ ጀነራል ዮውሃንስ ሕዚ እውን ሰላም ትግራይ ክረጋገፅ ካብዞም ሰባት እዚኦም ወፃኢ ዝኾነ ክፋል ማሕበረሰብ ናይ ምውሳን ዕድል ክወሃቦ ከምዝግባእ ተዛሪቡ። ክቡራትን ክቡራንን ንሎሚ ዝሓዝናዮም ዛዕባታት ዜና እዚኦም ይመስሉ። ንምክትታልኩም ነመስግን።

ሰላም ጥዕና ይሃበልና ከመይ ኣለኹም ክቡራትን ክቡራንን እዚ ራራ ሚድያ እዩ ተፈታዊ ሚድያኹም ራራ ዜናን ትንታነ ውሽጢ ዓድን ወፃእን ብዝተፈላለየ ቅርፅን ትሕዝቶን ጀሚሩ ኣሎ ልሙድ ምክትታልኩምን ደገፋትኩምን ኣይፈለየና ንብል ራራ ሚድያ ጥበብ ይመርሕ።